ኣብዚኣ ትሪእዋ ዘለኹም እዛ ናይ ናይ ማሕረሻ ናይ ሕርሻ እንታይ ንሓርሶ ዝነበርና ዝነበርኩም ዝነበሩ እዛ ንብረት ፈልጥኩማ ኣለኹም ዝኾነ ሓደ ኣሽማት ኣለዋ መጀመርያ ቁፅሪ ክትመልፁ ኢኹም ኩላትኩም

በዚ ኣጋጣሚ እዚ እቲ ክንፈልጦ ስለ ዘለና እዩ እንዳጠፈኣ ንኸይከይድ ብፍላይ ኣብ ስደት ውጽእ ዝበለ ሰብ ዝበዝሕ ግዜ እቲ ባህልና ከምዚ ንሪኦ ዘለና እንዳጠፈኣ እንዳጠፈኣ እዩ ዝኸይድ ዘሎ ብዝተኻእለና መጠን ከኣ ነቲ ባህልና ክንዕቁቦ ስለ ዘለና ኢና ብዘይቀልዓለም ማለት ንነዊሕ ግዜ ካብኡ ተኣሊና ኣለና ጽባሕ ዓድና ተመሊስና ከይድና ናብቲ ደስ ዝብለና ባህላዊ ቦታ ከይድና እዚ ተሓቲና ክንምልስ ክንክእል ኣለና ማለት ኢና ዝሕቶ ምፅኢና ድና ንከይጠፍእ ዓብ ትምህርቲ ስለ ዝኾነ ይስቅ ንቐፅል ኣብዚ ኣርባዕተ ዝተጠቐሳ ኣስማት ኣብ ኣካላትና ዘሎ ንብረት ኣለና መቸም ኣብ ኣካላትና ኣስማት ኣለዉ ከኣ ስለዚ ካብዘን ኣርባዕተ ተጠቂሰን ዘለዋ ኣነ ከይረኣኹ ኢኹ ናይ ጠመትኩም ክሳብ ሕጂ ቁፅሪ ሰለስተ ክትሕዚ ኢኹ ሸርሲ ከምተ ናይ ቀደምኪ ቁፅሪ ክልተ ክትሕዚ ኢኻ ቁፅሪ ሓደ ኣርባዕተ ኣነ ክወሰድኩም ማለት እዩ ሕጂ እንደ ኢለ ካብ ቁፅሪ ሓደ መን

ዝኸበርኩም ተኸታተልቲ ከም ዝረኣኹሞ ኣካላት ነብሶም እንድዕ እምዳ ኣልባስ መፂባ ኣብዚ ዓዲ ቀያየሮሞ ከይኮኑ ከምዞም ዝቕይሩ ደለዉ እምበር እቲ ንፈልጦ ዝፀዋዕናዮ ሳብ ቦቱ እዩ ደሎ እሶም ግን ደየለ እዮም ፀዊዖም ግን ኣነ ክርእዮም ይደሲ ስለዚ በራቂቶ በራቂቶ ምን ተገቢ በራቂቶ

ኣብዚ ኣበይ ኬድኩ ሸርዝ ኣብዚ ኣብ ታሕቲ ኣብ ኣበይ ታሕቲ ተኺልኩ እዩ መሓግሓጋ ኣነ ይፈልጣኒ ነይረ ግን ነጊሮም ነዞም ነዚ ውድድር ዘዳለዉ መሓግሓጋ ከዓ እዚኣ እያ መሓግሓጋ ትበሃል ስለዚ ኣብ ኣካላትኩም ዘሎ ነብሲ ናይ ካልእ ኣካላት ክትርእዩ ካብ ትውዕሉ ነቲ ብልክዕ እግዚኣብሔር ተዋህበኩም ኣብ ኣካላትኩም ዘሎ ነብሲ ተፅንዕዎ ንዓይን ነዞም ተዓዘብትን ፅቡቅ ምኳኑ ይቀኒለይ ዋዕ ስለዚ ተረዳዲእና ኣለና ኣካላት ነብስና ኣበይ ኣበይ ይርከቡ ፈሊጥና ኣለና ናብቲ ቀጻሊ መደብና ዶ ሕረ ዝኽበርኩም ተኸታተልቲ ናብ ስእሊ ስዕብ መደብና ክንቅጽል ኢና ሕጂ እውን ምሳና ጽንሑ ንዞም ምጭዋት ኣሕዋተይ መደብና ገና ጀሚሩ ምበር ኣይወድእን ደሎ ሳብስክራይብ ኮመንት ሸር ምግባር ተኸታተልቲ ናይዚ መደብ ክትኮኑ ትኽእልኹም ደጊምና ርሑስ ሓድሽ ዓመትን ቅንያት ክሪስማስን ልደትን ስለዚ ሕቶታትና ኣብዚ ወዲና ኣለና ሓፈሻ ፍልጠት እዚ ከም መጀመሪ እዩ ፀወታታት ኣለና ተዳሊኹም ክመፅኹም ተስፋ ገብር ኣነ ዝኸበርኩም ተኸታተልቲ ቀዳማይ ራውንድ ናይ ውድድር ሓፈሻዊ ፍልጠት ኣብዚ ወዲና ኣለና እንቅፅልና ግና መደብና ከም መጀመሪ ኮፍ ኢልካ ዝፅወት ፀወታ እዩ ዝምበር መዓት ፀወታታት ይደለና እንሻላህ ተዳሊኹም መፂኹም ትበሉ ንኩሉ ነገር ማይ ምጠልቀይ ኣሎ እኳ ተደይበልኩ ኣብ ካልእ ግዜ ክንገብሮ ንኽእል ሕራይ ዝኾንኩም ተኸታተልቲ መደብና ገና ቀፃሊ ዘሎ ሕጂ ሓንቲ ቻሌንጅ ጌም ኣላትና ሬድዮኹም ድልዋት ኢኹም ምሽ እዛ ጌም እዚኣ እዚ ትርእይዎ ዘለኹም ኩኪስ ብሽኮት ኣሎ ኣብዚ ቅድመይ መጀመርያ ግን እስኪ መን እዩ ዝጅምር ዕጫ ግብሩ ካብ ሰለስቲኹም እሞ ዋላ ቢምቦ መርዓ ጸላም ገለ ከምኡ ዝገብሩ መን ጀምር
ቢምቦ ጀምር ኢሎምካ ክልቲኦም
ፍቅሪ እዩ ሓንቲ ክብላካ ከለዎ ኣኽብሮቶም እዩ ዝቆፅልካ ዘሎ ጨኒቅኩም ዶ እንታይ ኢልኩም ኩኪስ ኣላ እዚኣ ኣብ ግንባርካ ክንገብራ ኢና እዚኣ ካብዛ ግንባርካ ኣንዳ ኣንቃሳቀስካ ኣብዛ ኣፍካ ክተእትዋ ኢካ እዚ ናትካ ክእለት እዩ ዘደሊ ናትካ ጥበብ ገጽካ ጨማዲድካ ድዩ ኣልሚጽካ ድዩ መቸም ሸረር ኣቢልካ ኣብዛ ኣፍካ ክትእትዋ ረዲ ዲካ ዝመረጽካያ ኩኪስ ካብዚኣ ሓንቲ ዓይነት እዩ ሳይዝ ግን ምናልባት ኣብ ኢድኩም ትጸንሕ ሓዝዋ ተበሊዕናዮ ክደግመኩም እየ ሽግር የለን ንሱ ፈሊጠ ብዚሕ የምፅእ ደሎ ራይ ኣንቃዕርር ኣብ ግንባርካ ግበራ ግበርሉ እስኪ ካብኣ ናብ ኣፍካ ክትእትዋ ኢኻ ሓጂ ሬዲ ምስ ኮንካ ነገረኒ ሬዲ
ጀምር

ብሪጋ በርሃሉ ዝኾነ እስኪ ኣምፅለይ እስኪ ዝኣዳለውት ናይዚ መደብ ተዘይጌርካያ መቕፃዕቲ ካብ ሕጂ ድጅምር መቕፃዕቲ ኣሎ ምናልባት ሕጂ ፀወታታት መቕፃዕቲ ክግበር መምፅእ ኢና ሕጂ ግን ድጅምር መቕፃዕቲ ኣሎ እስኪ መቕፃዕቲ ሒዝና ክንምለሰኩም ኢና ዝገበርኩም ተኸታተልቲ ሓራይ ረቢ ርኢና ኢና ወላ ሓንቲ ክገብር ኣይከኣለን መቸም ካበይ ናበይ ኣናጢሩ ካልእ ንዕ ከዓ ተፀበ ነይረ ዝኾነ እስከ ድሓር ካብ ድበኩም ሰሰደስተ ዘይናካ ዕድልለይ ማንካ መቕጻዕቲ ምናልባት ተተቐጻዕኹምሲ ምሳና ይጸንሕ እቲ ገምጋም ክንሪኦ ከለና ረቢ ሓወይ ኣብቲ ኣቋውማ ናይ ግንባርካ ፅቡቅ እዩ ነይሩ ብዘይቀል ዓለም እቲ ተዓላለባ እቲ ስፖት ግንባርካ ካብዚ ናብ ኣፍንጫኻ ዘሎ እዩ ትሽግር መፅኡ ስኻ እቲ ቅርፂ ናይ ኣፍንጫኻ ብሽኮት ክፃወር ድኽእል ኣይኮነን ስለዚ ኢና መሬት ዝወድቕ ነይሩ በዚ ተራዳሪና ምዞም ድያኑ ሓደ መቕፃዕቲ ክትቅፃዕ ስለ ዘለካ ተባሂልና ካብዚኣ ዝኸበርኩም ተኸታተልቲ ኣብዚ ዓዲ መፅየ ዘማዕበልክዎ ዓይነት መረርትን ኣዝዮም ደቐንዝቡ ነገራት እዮም ከምዚ ትርእዎም ዘለኹም ሽሞም ድሕሪ ንካልእ ግዜ ይኹነልና ከክልተ ማንካ ከብልዕ እየ ካብዚኣ ከክልተ ሓሓደ እምበር ከክልተ ኢሎም
ክበፅበፅ ዘሎ
ንክትበልዕ ከዓ ስም መሪፅካ ከዓ ትበልዕ ኣለካ ዘይሽኮር
ይኣኽለዶ

ሰሓቅ ግደፍ እንተኾይኑ ዓይንኹም እወ ወ ተዝወዲ ሰባቢታ

እንካ ሕጂ ኣዛ ማሕሩ
ኣቤት ኣታ ከምዚ ዓይነት ገፅ ርኢ ይፈልጥ እየ ከቀያየር
ካብ መጀመሩ ተትወድቀኒ ፀገም ይብላ ፅባል ዓመት ስዲ ሓንቲ ተሓይዙ ኣለኮ ኣነ ኣነ ዋይ
ደኺመ ነይረ ቀይሩ እንዶ ብዛ ፀጋመይ ተትክማ ሕጂ ኸ የማነይት እንዶ ፀጋ

እባ ከይደ ኣጆኻ ኣጆኻ ይገረ ኣነ ምሳብ ሓድ ግዜ ኣብ ምንታይ ኣብ ገፁ እወ እንታይ ጌርክሉ ምስኡ ከምዚ ኩላትና ተጋያይፅና ኣለና ኣታ ካብ ኢድካ ብልዕካ ግንባርካ ብልዕካ ይብዝሕ ኣታ ተሳሪ ከም ዝበሉ ዝምክሮ ኣሎ ገጽ ክዳድ ይክዶ ድራሪ ይንቀሳቅስ እዩ ትብሉ ፕራክቲስ ንገብር መርሓባ ሃበለይ ሽኸይ ከምና ተመክሮ
ኣደና ደሞ ፅቡቅ ጌርኪ ኣብ ዝበለ ገለ

ኖ ኖ ከምኡ ዝበሃል የለን ባዕልኺ እስካብ ፀወታ ዲስኳሊፋይ ያ
ኖ ኖ ማንካ ሓዝያ ብእውነት በል ኖ ኖ ድሓን ኢትስ ኦኬ ያ ድሓን ሓንቲ ድሓን ሓንቲ ማንካ ድሓን ያ
ሓንቲ ማንካ ድሓን ጥዒና ኣምፂና እንዲና ኖ ኖ ኖ ፅቡቅ ጌርካ ግበረላ ዓወት እዚኣ ፌር ኣይኮነትን ንዓይ መሊእካ ኢኻ ሂብካ ንክልተ ሳዕ

ዝኸበርኩም ተኸታተልቲ ቀዳማይቲ ራውንድ ፀወታና ኣብዚ ወዲና ናብቲ ዝቕፅል ፀወታ ክንቅፅል ኢና ከምዚ ክትሪእዎ ዝፀናሕኩም ዘይቅነ ዓለም ኣዝዩ ኣዘናጋዒ ዝኾነ ደስ ዝብል ውድድር ኢና ክንርኢ ፀኒሕና ገና መደብና ኣይተወድአን ዘሎ ፀኒሕና ክንምልሰኩም ኢና ምሳና ፅንሑ

ፅቡቅ ነገሩ እኮ ካብ ሰለስቲኦም ብዙሕ ተመክሮ እየ ወሲደ ኣነ ማለት ኣብቲ ኣቋም ናይ ገፅኩም ትወራርዳስ ብዙሕ ነገር እየ ምርፍትን
ብሓንሳእ ደውሪደ
እንተ ከምኣ ፅቡቅትታ ንእሽተይ ትፍትን ብዙሕ ትረክብ ገለ ዓይነት ተመክሮ
ሳልሰይቲ እባ ሓንቲ ሳልሰይቲ ፃዕሎ ሰብ ዘይ ኖ ክፀዓሎ ክንደይ ኦኬ ፀዓሎ። ሳልሰይቲ
ሰብኣይ ካብዚኣ ተዕርፍ ኣለካ ምስ ተኻእለና መጠን ኣብ ዓይንና ከነዕርፍ ኣለና ኣብያ

ሓንቲ ከኣ ኣላቶ እዚኣ መሲልኩ እምበር ካብዚ ድተርር ባህላዊ በዓል ምጥሚጣ ገዲፍና ድና መፅና እዚ ደኣ ናይ ኮይኑ ኣጆኻ ኣደይ ትፈልጣ ዓድስ ከዓ ክፋኣታ ውሰድ ወላ እንደሞ ደሓና ኖርማል እያ ሃቦ ክንወል
ካልኣይቲ
ኣታ ሕጂ ምጢታ
ሃቦ ፅቢ ጌርካ ሳ ናይ ግድን ሃቦ ሃቦ ሃቦ ያ ያ ወስ ክስታይ ግበራ ተዋ መመሊስካ ሸግ ግበራ ኧረ ከምዚ ከይሽክሽኸካ ዘለ ፀወታ ብሕጂ ይደለ ንዓና ከይነ ከይዝ ከይነ ሃያዘና
ወይ ኣኽሊ እንዶ
ከርእየካ እየ ንዓኹም
ገርም
ተሓጉሰ እዚኣ
እዩ ወፅ ድዩ ድሓን ኣይውፅኦ ንዓኹም ትኾን እያ ዝኸበርኩም ተኸታተልትና መደብና ገና ከም ትሪእዎ ዘለኹም ቀፃሊ እዩ ዘሎ ጀሚርና ኣለና እዚ ካብ ከባቢ ቶሮንቶ ካናዳ ዝፍኖ ዘሎ መጀመርታ ግዜ ከምዚ ዓይነት ሸው ዝዳል ዘሎ እዚ ከዓ ብምትሕባር ናይዞም ኩሎም ኣሕዋትና ዘለዉ ምስ ፋኑስ ኢንተርቴይመንት ተሓባቢርና ዘዳለናዮ መደብ እዩ እዚ ከም መጀመርታ እዩ ናብ ቀፃሊ ዝተፈላለየ መደባት ሒዝና ዝተፈላለየ መልክዕ ናባኹም ክንመፅእ ኢና ከምቲ ኩሉ ግዜ ንብሎ እቲ ምትብባዕኹም ናባኹም ሳብስክራይብ ሸር ምግባር ኣይትሕመቑ መደብና ገና ቀፃሊ ዘሎ ግን ኣብ መንጎ መንጎ ከምቲ ክንገብሮ ዝፀናሕና ሕቶታት ሓደ ሓደ ብዛዕባ እቲ ናቶም ውልቃዊ ነገራት ከመይ ነይሩ ሂወቶም ከመይ ነይሩ ኣብ ስራሕ ዝነበረ ግዜ እውን ሕቶታት ነቐርብ ኢና ፌሩዘይ ናባኸ እሞ ከመይ ትዝክርዮ ቤት ምንዓርሽ ቁርብ ኣብ ባህላዊ ተጋጊና እቲ ኣክሰንት ቁርብ ናይ ትግረ ስለዝኾነ ከብደና ክእል ግን ከመይ ነይሩ ትሰራርሓ ዝነበረ ክናትካ ካራክተር ከመይ ትዝክርያ እንታይ ህልባት ነይሩ ካብ ሰብ ከዝመፀ ክነበረ ርእቶታት እንታይ ነይሩ ክንደይ ጌርካ ካብ ትወፅኻ በዚ ኣጋጣሚ

ንዓይ ኣይ ቲንክ መጀመርያይ ዋላ ናይ ትግርኛ ፊልምታት ቅድሚኣ ሰሪሐ ነይረ እንተኾንኩ ዋላ ኮሜዲ ሓጺር ኮሜዲታት ኣብ መደብ ሞዛይክ ዝረኣ ዝነበረ ግን ንመጀመርያ ግዜ ተኸታታሊት ፊልም ኣብ ኣጀሚረ እሞ ከኣ ገና ኣብቲ ምጅማረይ ከለኹ ክንድኡ ተቐባልነት ካብ ህዝቢ ክረክብ ኢለ ኣይተጸበኹን ነይረ ከምኡ ተቐባልነት ክረክብ ግን ናተይ መንፋዕቲ ደይኮን ናይቶም መሳርሕተይ እዮም ንዓይ ከምኡ ጎሊሐ ንኽረኣ መንፋዕቲ ናቶም እዩ ንዓይ ሓጊዝኒ ማለት እዩ ከምቲ ኩላትና ንፈልጦ ናይ ብጉጅለ ባህሊ ዓወታት ተሰሪሓ። ጉጅለ ባህሊ ዓወት ከኣ ሓንቲ ካብተን ዓበይቲ ጉጅለ ኣብ ኤርትራ ዘለዋ፣ ምናዳ ኣብ ናይ ትግረ ከኣ ካብቶም ቀዳሞት ጉጅለ ባህሊ እያ ማለት እዩ። ሓይሊ ናይ ዳይረክተር በዚ ኣጋጣሚ እዚ ንመሓመድ ኣሰናይ ከየመስገንኩ ክሓልፍ ኣይደልን እየ። ይፍታይ ሙሳ ኣሮን እዩ ስኢልዋ። ሶ ኣይ ቲንክ እቲ ናተይ መንፋዕቲ ነይሩ እንድዩ፣ እቲ ውሽጣዊ ድሌታተይ ነይሩ፣ እቲ ቋንቋ መልኮየ ብጣዕሚ ከኣ ፕራክቲስ ጌርና ኢና ዳርጋ ሰለስተ ወርሒ ናብ ኣስመራ ፕራክቲስ ጌርና። ኣብ ኦርደት ከኣ ሰለስተ ወርሒ ኢና ጌርና ማለት ሶ እቲ ሓገዝ ናይቶም ተዋሳእቲ ምሳይ ዝነበሩ እዮም ነቲ ናተይ ኣጉሊሁ ሪእዎ ንኑራል ዔን ማለት እዩ መን ሽማ ኔራ እታ ካራክተር ኑራል ዔን ኑራል ብርሃን ዔን ዐይኒ ያ ማለት እዩ ሶ ንኑራል ዔን ክዛረበላ እንተኾይነ ግን ኣይ ቲንክ ንፌሩዝ ረሲዐስ ንኑራል ዔን ሞር ኣዳፕት ጌረያ መስለኒ ሞር ንዓኣ ክመስል ጀሚረ ንዓኣ ክሰርሕ ምስ ጀመርኩ ሶ ብሓፈሽኡ እቲ ህዝቢ ተቐባልነታ ብጣዕሚ ዓቢ ተቐባልነት ረኺባ ዋላ በቲ ሕብረተሰብ ናይ ትግርኛ ከማን እቲ ትግረ ተዛራባይ ጥራሕ ደይኮነ ሳብታይትል ስለ ዝነበራ ብትግርኛ ከማን ብጣዕሚ ክስታይ ተረኺብዋ ማለት እዩ ጽቡቕ ተቐባልነት ረኺባ ያ ኦቨር ኦልሲ ብጣዕሚ ጽቡቕ ተቐባልነት ረኺባ ማለት ከምዚ ድበልክዮ እቲ ናትና ህዝቢ ምናልባት ነቲ ዝኾነ ቋንቋታት ኣለና ትሽዓተ ብሄራት ነዛ ምጭውት ዓድና ብትሽዓተ ብሄራት ዝተሓጽረት እያ ነፍሲ ወክፍ ቋንቋ ከኣ ዋላ ይንብሎ እኮ እምበር ብኣርት ክመጸና ከሎ ንሰምዖ ኢና ምሻሎ ደርፊ ኩናማ ክመጽእ ከሎ ንሰምዕ ትግረ ክመጽእ ከሎ ንግለ እዚ እቲ ብልጫናትና ነቲ ዘለና ብሄራት ነኽብሮ ነቲ ዘለና ብሄራት ብልቢ ከምቲ ናትና ብሄር ጌርና ርኢና ኢና ብዘይ ቀልዓለም ከዓ ልሙድ ድሓር ድሕሪ ዝናትኩም ከዓ ብዙሕ ትግረ ሳሕጂ ስቲል ማለት እዩ ይስራሕ

ኣብ ኣዲስ ኣበባ ብሓንሳእ ኢና ነርና ኣብ ዘይኮነ ዓለም ኣብ በዓል ድጉልያ ኣብ መቐለ ዝነበረ ግዜ ትዝክሮ ኢኻ እንታይ ብፍሉይ ትዝክሮ ነይሩ እቲ ግዜ እቲ ሕጂ ኮንካ ትሪኦ ከለካ ከመይ ነይሩ እቲ እዋን ከመይ ትዝክሮ
እምባእ ሽዑ ዳ ብዙሕ መስሓቕ ነይሩ ንጎ ንወፅእ ገልጠምጥም ተዓዲ ክራውድድ እዩ ገለ መለ ማይ ይሃርመና ንወድቕ ኣብ ጭቃ ናይ ብሓቂ
ዓለም ጥጦ ማለት
እዚታት ዝዝክሮ ኣነ ብፍሉይ ኢላ ምሻለ ግን ፅቡቅ ከም ኣብቲ ከባቢ ከም መጀመርታ ዝቆመት ነራ እታ ቲቪ ኣለና ምሾ ሕጂ ከም መበገሲ ገለ መለ ፅቡቅ ክስታይ ዓብዪ ስራሕ ተሰሪሑ እዩ ዋላ ብድሕሪኡ ዝመፀ ሰብሲ ክሰርሕ ከም ዝኽእል ገለ ፈሊጡ እዩ እምበር ሕጂ ዓብዪ ኣሎ ምስ ወፃኻ ሕጂ መዓስ ፊልም እንታይ ትብል ከመይ ትሪኦ ሕጂ
ክትዋዳደር ከለካ ኢኻ ዝሓሸ ስራሕ ትሰርሕ በይንኻ እንድሕር ዝዋዳደረካ ተዘይብልካ ዋላ ሓንቲ ትገብር ማለትሲ ኣበይና ደረጃ በፂሕካ ኣለካ ሰብ ኣይተስተብህለሉ ድሕር ውድድር በዚሐ ግን ክትበልፅ ትደሊ ኢኻ ብስራሕ ነው ዝሓሸ ነገር እንዳመሃዝካ ኢኻ ትኸይድ ሕጂ ነቲ መጀመሪ መስዋእቲ ዝተኸፍሎ ሲ ፅቡቅ ዕቤት ኣርእዩ ገለ ኣይኮን ዝስምዓኒ። በዚ ኣጋጣሚ ሳሚ ኣብ ኣዲስ ኣበባ ከለካ ብ ኣንዋር ትደርፍ ኔርካ ደርፍታት ውን ዝሰራሓካያ ኔርካ ብምንታይ ምክንያት እታ ዝሰራሓካያ ደርፊ ምስ ክሊባ ኣይወጸትን ንጹር ኣይኮነን ግን እቲ ናይ ደርፊ እቲ ድሌትካ ንምንታይ ኣብዚ መጺካ ተዕብዮ ወይ ክትሰርሓሉ ዘይከኣልካ ወይ እንታይ መደብ ዝሓዝካዮ ነገር ኣሎ በዚ ኣጋጣሚ
ኣነ ሕጂ እኳ ከምዚ ኣለኒ መደብ ገለ ክብለካ ኣይክእልን'የ ምኽንያቱ ኣብ ውልቃዊ ሂወትና ኢና ተሓጺርና ክሳብ ሕጂ ጸኒሕና ግን ሰብ ከኣ ትደሊ ኢኻ በይንኻ ዋላ ሓንቲ ትገብርን ኢኻ ሕጂ ምናልባት ሕጂ ተኣኪብና ኣለና ገለ ክንገብር ንኽእል ንኸውን ኢና

እሞ ጎኑ ጎኑ ግዜ ክንወይና ኣሎኻ። የቐንየልና ዝሓወይ ክንሰከም ገና ክንቅፅል ኢና መንጎ መንጎ ዝዕላላት እውን ኣለና ናብቲ ሳልሳይ ፀወታና ክንቅፅል ኢና ምሳና ፀንሑ ኣይትጋየሽ ኢኹም ዝኽበርኩም ተኸታተልቲ ሕጂ እውን ደጊምና ምክታልኩም ኢና ንዕድም ፀኒሕና ከም ደሰኩም ኢና ምሳና ፀንሑ